ካልኦት ሰባት ዝኣተዉ ከመይ ገይረ እያ ንኸም ክብለኪ ክንደይ ከትህዊ ንብሪ ኢኺ እግርኺ ገቲርኪ ንኹሎም ሰባት ሂብክዮምሲ ቁሩብ ኣይትሓፍርን ዲኺ ቁሩብ እዚ ነቶም ነቶም ንዓይ ዝፀልኡ ገለመለ ከምዚ ኣጀንዳ ክኸውን ይኽእል እዩ ክነግረኪ ባይዘወይ ይጀመር ሓንቲ ጓል ኣንሰይቲ እንድሕር ከልቢ ኮይና ኣነ ይቀርባን እየ ሓንቲ ጓል ኣንስተይቲ ከልቢ ተኾይና ጥራይ ይሕግዛ እየ እምበር ከምዚ ዓይነት ኣይከውን ግን ንስኺ ንስኺ እቲ ኢልክዮ ዘለኺ ገመድ ኣብ ክሳትኪ እዩ እታ ገመድ ናብ ክሳትኪ እያ ፈሊትኺ ፀሪኺ ሎሚ ድማ እንታይ ዘይትገብሩ ሓሳ ኣጥኒስኩም ተምፁና ሓሳ ይሕሪስኩም ቆልዓ ትቡና ሓሳ ገለ ትህቡ ማለት እዩ ጅክ ኣብ መወዳእታ ከኣ በቲ ድምጺ ናተይ መስል ጌርካ ድምጽካ ጌርካ ገለ መለ ንሰብ ምህራም ብጣዕሚ ባይ ዘ ወይ ይጀመር ኤርትራዊት ኣይከንክን ኩላ ስክ ተምጽእ ኢኺ መን እዩ ልእኽኪ ቅድሚ ሕጂ እውን ኢልክና ኢኺ ፍሊሞን ልኢኽኒ ንፍሊሞን ሕዞ ኢሎምኒ ንፍሊሞን ሕዞ ኢሎምኒ ኢልኪ እጂ ብኣጀንዳ ተዋሂብክዮ ዘለኽ ገንዘብ ኤፊ ኣለኻ እዚኣ ኤፊ እታ ተደዊልዎ ዲታ
እዚ ዓርከይ ሰማዕካ ኣለኹ ውዲ ኢለካ እኮ ናይ ጃዳ እሞ ኣለኻ ዶ ሰማዕካ ኣለኹ ይሕዋ ሰማዕካ ኣለኹ ናይ ብሓቂ ዝገርም ነገር እዩ እዚያ ሰብ እዚኣ ኣጀንዳ ሲኢና ከምዚ ኢሉ ሕጅለይ ኣነ ከምዚ ኮይነ ኢላ ክትሕግዛ ሓግሽካያ ወይ በቲ ዝግባኣካ መንገዲ ሓግሽካያ እሙ ተሰልቢጣ ናባኻ መጺኣ ወዲ ጀጋኑ ከምዚ ገይሩ ክትብል ከላ እዚ መጀመርታ ኣይ ኤይ ወላ ሓንቲ ዝኣምና ሰብ የለን ንሳ መሲልዋ ከምኡ ገይራ ኣላ ናይ ካልእ ሰብ ሕጅለይ ኣሎ እንዳበለቶ ንዕኡ ነዚ ሓደ ትግረ ማለት እዩ ንዕኡ ዘይሓዘትሉ ሲ ወዲ ጀጋኑ ከምዚ ኢልኒ ኢላ ክትዛረብ ከላ ብጣዕሚ ዘሕዝን ነገር እዩ እዚ እውን ክሕትታ እዩ ንዓኣ ማለት እዩ ኣብቲ ዘላቶ ዓዲ ናይ ኮምያ እዚኣ ሰብ እዚኣ ኣይተታሓዛ ኣይበላ ተላኢኻ እያ መፂኣ ዋላ ሓንቲ ኤርትራዊት እውን ኣይኮነትን ትግራወይቲ ድያ ዋላ ኣምሓሪት እያ እዚኣ ሰብ እዚኣ ማለት እዩ ስለዚ ብጣዕሚ ዘሕዝን ነገር እዩ ኣሕዋት ብጣዕሚ ብጣዕሚ ብጣዕሚ በቃ ኣነ ተገሪመ እንዲ ሕጂ ኣትየ ክሪኦ ፀኒሐ ዋ ከምዚ ከሎ ድዩ ወደይ እዚ ክሓትዎ እዮም ዋላ እትኦም ፖሊስ እውን ክሓትዎ እዮም ኣብቲ ከባቢያ ዘለዉ ንዮናስ ዘይምሓረቶ ዮናስ ትማል ትማል ዘይኮነ ኣብ ጎና ነይሩ ንዮናስ ከማን ምሕረት ኣይገበረትሉ ከምዚ ኢሉ ሓግጅኒ ከማን ኢላ ኣይበለቶን እዚኣ ሰብ እዚኣ ስለዚ ኣሕዋት እዚ ትገብሮ ዘላ እዚኣ ቆልዓ እዚኣ ሕጂ እውን ኣብ ካልእ ኣሕዋትና እውን ካልእ ክትገብር እያ ናይ ከምኡ ሰብ እያ ከምኡ ፍሉጥ ኢን ከማን ትገፃ ናይ ከምኡ እያ እቲኣ ቆልዓ ካብ መጀመርታ ኣነ እዚ ጉዳይ እዚ ሰምዖ ነይረ ወላ ሓንቲ ከማን ኣይተዘረብናሉ እንትም ኢልና ማለት እዩ ከም ጥዕቲ ተመሲላ ኣብዚኣ ንወዲ ጀጋኑ ርእሱ ንምድናን ንዕኡ ንክትሃርም መደባ ብኣይኤ ጌርካ ሰሪሕካ ግን እዚ ዋላ ሓንቲ ክኸውን ኣይክእልኒ ወዲ ጀጋኑና ንህለ ብመውፂ እዚኣ ባዕሉ ግብረ መልሲ ህበላ ኣሎ ማለት እዩ ብጣዕሚ ግን ዝሕዝን ነገር እዩ ክትሕዘሉ ደልያ ነይራ ትኸውን ዳ ናይዚ ሕጅላ ዘሎ ወዲ ዘይትሕዘሉ እንታይ ኮይና ኤገይን ቴሌፎነይ ሪከርዲ ትገብርኒ ንሃቱ ቪድዮ ክሕዘሉ ይክእል ናይቲ ወዲ ኢላ ሕጂ ከ ከመይ ገራ ንወድ ጀጋኑ ኣብ ቴሌፎነይ ሪከርድ ገይረዮ እንታይ እዚ ከመይ እዩ ኣነ እኮ ምርዳእ ኮይ ኣቢን ዘለዋ ላን ዓያ እዚ ሸር ክብሎ ይጥሪሕም ብዙሕ ሰባት ክላ ኣነ ግን ስሒቐ ምስ ረኣኹስ ክላ እዚኣ ዛ ኮነ ኢላ ንክትፍምስ ብከምዚ ዝፍመስ ነገር ግን የለን ብከምዚ ትገብሮ ዘላ ንሳ ወላ ሓንቲ ነቲ ሕብረተሰብ በኪላቶ እያ ሓፈሻዊ እዚ ከዓ ኣይኣይ ብኣይኣይ ገይረ ዝኾነ ነገር ክሰርሕ ክእል እየ ንሕጂ ዋላ ክሰርሓላ እያ እዚኣ ክርእየኩም እየ ከመይ ገይረ ከም ዝሰርሕ ማለት እዩ ስለዚ እዚ ትም ኢልካ ትገብሮ ዘላ ምጥቋስ እንተቋረፀቶ ይሕሻ ከምኡ እንድሕር ኮይኑ ከዓ ክሕትታ እዩ ንዓ ሰማዕ ኣለኻ የሕዋት ኩላትኩም ማለት እዩ ክሕትታ እዩ ክትገድፋስ የብልካን ከማን ንስኻ ትማል ትማሊ እንዳ ፖሊስ ከይዳ ከምዚ ሰብ ሒዙ ኣለይ ኢላ እንደገና ከኣ ንሃታ ሸፊ ኣብታ ናብ ፖሊስ ዝኸደታ ኤፊ ኣብታ ናብ ፖሊስ ዝኣተወታ ጸገም የብላን እኳ እዚኣ ሓጻር እያ እኮ እዚ ምፍርራሕ ኣይኮነን ኣብታ ናብ ፖሊስ ዝኣተወታ ሲ ስማዓሎ ነግረካ እዚ ሓንቲ ኣባ ወዳኒ ኣየ ጌራ ሰሪሓ ንዓኻ ንእንታ ሽሙ ንክትገብር ሕትታ እዩ ዝብል ከመይ እዚ ሰብ እዚ ትማል ትማል ሕግዘኪ ነይሩስ ንምንታይ ከምዚ ጌርኪ ሸር ኢልክዮ ኸ እንታይ ኸ ክትረኽቢ ኢሎም ተሓቲቶማ እኳ ትምልሱ ኣብነት የብላ እዚኣ ሰብ እዚኣ ወላ ትማል ትማል እውን ከምኡ ትብል ነይራ ናይቲ ወዲ እቲ ክትሕዝ ዘልያ ነይራ እንተትኸውን ሲ ባዕላ ተገሽ ኢላ ሂባቶስ ኣነ እንትዕ ብጣዕሚ የሕዝነካ እዩ ዊንቲ ናታ ከምኡ ኢልካ ክትዛረቡ ሕጂ ተገልቢጣ ከምዚ ክትብል ከላ ግን እንትዕ
ዘሕዝን ነገር ካብ ሕማቕ ሰብ ትጥንቀቕ ጥራይካ እዛ ሰብ እዚኣ ብጣዕሚ ብጣዕሚ ብጣዕሚ ስቱቢት ሰብ እያ ኤርትራዊ ድያ ከብልብ ናይ ብሓቂ ምስ ካልኦት ሰባት ከይና ክላእ እዚ ንዓስከ ስኻ
ገሓፎም እስከ እዚኦም ኣብታ ናይ ኣብታ ናብ ፖሊስ ሓወልቲ ኣብታ ናብ ፖሊስ ከይድካ እ፣ በቃ ንዓኣቶም ለካ እዛ ሰብ እዚኣሲ ሓግዘኒ ሓግዙኒ ምሽ ትብል ነይራ ቪድዮ ተታሒዝኒ የሳቀየኒ ኣሎ ገለ ትብል ነይራ ሕጂ መፅያ ብላዕሊ ኮይና ስ- እ፣ ስ- ሰብ እቲ- እቶም ብድሕርያ ዝልእኽዋ ዘለዉ ክተውፅኦም ኣለዉ ኣብታ ናብ ፖሊስ ከይድካ ኣብታ ቅድሚ ሕጂ ዝሃበታ ለኣኽታ ፈሊጥናዮም ኣለና ለኣኽታ መን ምዃኖም ብኸያት ወላ ሓንቲ ሸኽ እድሪስን ኦዚልን ጥራይ እዮም ባዕሉ ወዲ ሓጂ ጥራይ ካልእ ወላ ሓደ ኳ ይብሉ ዘይክእሉ ወዲ ሓድ ጀጋና በቲ ቅድሚ ሕጂ ዝነበረ ማዕተብ ምስ ተበተኸ ሽዑ ምስ ተዛረብካ ገለመለ በቃ ሽዑ እንታይ ብለካ ነይረ ኣለኹ ወዲ ጀጋና ዓርከይ ንምንታይ ዕላማ ከም ዝግበር ዘሎ ፍሉጥ እዩ ንዓኻ ኣወዲቖም ንዓኻ ካብዚ ሶሻል ሜዳ ኣርእለይ ሲ ኣርእለይ ንምድናን እንድዩ ወጀጓንኻ ብከምዚ ከም ዘይኮንካ ኣቐዲምካ ኣመስኪርካ ማለት እዩ ሕጂ መን እዮም ላኣኽታ መን እዮም ከምኡ ዝገብሩ እዚኣ ዝሕፍር ዝበሃል እኳ የብላ ሪኢኻያ ዲኻ እንታይ ዳኣ ትገብር ዘላ ትማልስ እንታይ እያ ጌራ ኣብኡ ዝነበሩ ዋላት እዮም ሓገዝታ በዓል የናሲ ንዖም እንዳውፀት ብለካ ኣለኹ ንዖም እንዳውፀት እልፊ ሓደ ኣልገ ትሕሰቦ እንዶ ብናትካ እንዶ ብናትካ ሕሰብ እንዶ ወዲ ገና ዓርኪ ንሓደ ቪድዮ ሒዝልካ ኣሎ ኣድሚን ሂብካዮ ከም ድላዩ እንዳፀረፈ ከም ድላዩ ሕብረተሰብ ሙሉእ ደቂ ገለን ክብል እንዳወዓለ ሲ ሕሰቦ እትዮም ዝሓጎዙኻ ከም ዝሓጎዝኻ ተውፅእ እስከ ደኣ በዓል ንሕና ሲ ሓንቲ ይገበረና ኣላ በዓል ወዲ በዓል የና ሲ ግዝኡ ሰዊኡላይ ሙሉእ መዓልቲ ርኢና ሙሉእ ምሸት ሙሉእ ምሸት ኣብ እንዳ ፀጋይ ሲ ሪኢኻ ኢኻ እቲኣ ዝነበረትሃለዋ እቲኣ ዝነበረት ሃለዋ ሕጂ ሲ ንምንታይ ማሓደ ከምዚ ሲ እዚ ከዓ መን እዮም ልኢኾማ ቀዳማይ ለኣኽ እዚ ተንኮለኛ ተመሪኻ ኣለኻ እዚ እድሪስ ኢልካ እዚ ኦዚል ኢልካ እዚ ወዲ ሓጂ ብጣዕሚ እዮም ኣትማን ማለት እዩ ብጣዕሚ ክእመኑ ዘይክእሉ እቶም ዝኸፉ ኣትማን እዮም። ከመይ እዮም ዝገብሩ ዘለዎ መሲልካ? ነቲ ወዲ ትግርኛ ብዝኾነ ከውድቕዎ ኣይክእሉን እዮም ነቲ ብፍላይ ንድብናትና ብከምዚ ጌርካ ነተን ኣዋልድ ናትካ ምሽ ብዝከኣለን ክሳይ ትገብር በቃ ኣብ ቃልሲ ብከምኡ ክንስዕሮም ንኽእል ኢና ኣተሓሳስቦ ማለት እዩ ብከምዚ ዝስዕሮ ሰብ የለን
ስምዓኒ ሲራክ ዓወት እሞ ብከምዚ እኮ የለን ብከምዚ እኮ የለን ሓንሳብ ጀጋኑ እዚኣ ቆልዓ እዚኣ መጀመርታ ሓግዥዋ ይወጀባ እንተረዲእካ ብውሽጢ ረኺባቶ ሓግዥዋ እሱ ኦኬ ተረዲእካ ኣሎ ተሓጊዣ ክተብቅዕ ሰለስተ መዓልቲ ድዩ ኣርባዕተ መዓልቲ ኣካታቲሉ ሓግዥዋ ማለት እዩ ንሰምዕ ነርና ኢና ታሕቲ ኮይና ግን ኣይተዛረብናን ካብ ኣባቴና ስለዚ እዚኣ ሰብ እዚኣ ሽዑ ኢዳ እንተ ኮይና ክትሕገዝ መፅያሲ ሓግዥዋ ከብቅዕ ሽዑ ብውዕታ ካላ ወዲ ጀጓኑ ከምዚ ኢሉ ዘይትብላቲ ኣብ ጎንፂ ኮይና ኣባታ ሽዑ እንተ ሓቅነት እንተ ሃልዋ ማለት እዩ ተረዲእካ የለን የለን ሕጂ ኣንታ ሓንሳብ ክነግረካ እዚ ከዓ ሓንሳብ ትረካዕወ ሓንሳብ እዚ ከዓ ኣይ ፀገም ድሎ ኣይኮነን ወጀባኖ ሃንህለ መፅኡ ግብረ መልሲ ዝወሎ ብዓብዩ ማለት እዩ ተዛርብ ኣረ በዚ በዚ ካልኣ ግዜ ከውን ክዛረብ እኮ ናይ መወዳእታ ይዛረብ ዘለኹ ባይዘ ወይ ብዙሕ ነገራት እንዲና ሓሊፍና ንሓንሳ ተጥንሱና ንሓንሳ ቆልዓ ትሕቕፉና ብዙሕ ኢና መፂእና ማለት እዩ ሕጂ ናይ ካልኦት ሰባት ምኽኣል ምስ ሰኣንካዮ ናይ ምውዳቕ ለቓቒብካ ለቓቒብካ ትመፅእ የለን ባዕልኻ ከምዛ ዝበልካያ ሸክ ኢድሪስ ቪዶ ከፊትካ ቪዶ ሒዘልኪ ኣለኹ ካብዚ ምስልምና ተኸይኪ ቪዶኺ ሸር ክብለየ ዝበልካያ ከምኡ ቪዶ ተመፅእ ሲልካ ድምፂ ጥራይ ኣምፂኻ ገለመለ ከምኡ ዝበሃል የለን ብከምዚ እሞ እንድሕር ወዲ ጀጋኑ ክእለ እዩ ካብዚ ማስ ሜዳ ክወድቕ እዩ ገለመለ ፅባሕ ተኸተል ኢኻ ፅባሕ ተኸተል ትሕለፍ መዛ ዒስራ ሰነ መትሕለፍ ድሕሪኡ ተጸበየ ካብለካ ኣለኹ እንተ ናታ ጊን እብለኩም ኣለኹ ኣብታ ናብ ፖሊስ ከይዳ ፋይል ከፊታታ ነበረት እታ ፋይል ከመያ ክትከውን ደጊምና ክንሪኣ ኢና ማለት እዩ መን ይልእኽዋ እንታዋይ እዩ ካብ ሕጊ ከምልጥ ዝኽእል ሰብ እንተሎ ድማ ክንሪኣ ኢና ማለት እዩ ሓጻር እያ እኮ ሲራክ ተዛረብ እብለካ ነይረ ኣለኹ እንታይ ድዩ መሲልካ ንሓደ ሕብረተሰብ ክታውድቆ ተኾንካ ከምዚ ንዓኻ ክስዕረካ ተኾይኑ ዝኾነ ሰብሲ ወይ ብጓልካ ብክሳ እዮም ክስዕረካ እዚ ከ ኣይሕሰብን እዩ ወጀጋኑሲ ናይ ብሓቂ ናይ ብሓቂ ኣብቲያ ተፀገምካያ ግዜ ኣብዚኣ ምፅኡ ኩላ ነገር ገደልክይ በቃ ተመልስ ክንዲ ምስጋና ክንዲ ገለሰ ፅባሕ ንጎ ፅባሕ ንጎ ንዝጉሕፉኺ በዓል እድሪሲ ርኢኽዮም ኢኺ ቢዶ እንገለ ሓደ ሸኽ ተባሂሉሲ ቢዶ ይሕዘልክሉ ካብዚኣ ምስልምና ተኸይድክሲ ኣብኣ ከለኹ እዚ ኣብዚ ሸር ዝብል ሸኽ እድሪስ እዩ ዘሎ ደሓር ከ ሸኽ እድሪስ እብለካ ኣለኹ ነዚ ሕብረተሰብ ብፍላይ ነዚ ናትና ሕብረተሰብ እስኻ ኣይኮነን እብለካ ኣለኹ ዓሌትካ ሙሉእ ተዓጢቖም ዝወድቕ ዝኾነ ሕብረተሰብ ኣይኮነን ብኸምኡ ተሓስብካ ይተሉ ኣዋልዶም ሒዘለን ሕጂ እንታይ ኢሉ እቲ ጅሚ ኣብ መወዳእታ ሪኢኹም ተኮይንኩም ምስ ላዕዋ እናተዛረበ ከሎ ትግረ ሓፍ ምባል ዕላማ እዩ ትግሬ ሓፍ ምባል ሸር ኢለያ ነይረ እኮ ከመይ ጌርካ ትግሬ ልዕሊ ማንም ይወጽእ እብል ነይሩ እጂ እንታይ መሲልካ ከምዚ እናገበርካ ንሓደ ኤርትራዊ ንሓደ ክርስቲያን ርእሱ እናድነንካ ገለመለ ትግሬ ሓፍ ክብል ኣይክእልን እዩ ሰብ ብዛ- ብሓሳባት ኢኻ ትስዕሮ ከ- ብከምዚ ጌርካ ገለመለ ማስ ሜዳ ክሕዞ እየ ትብል ተለኻ ሓሚምካ ደቅስ እቲ ዝዓበየ ይብለካ ኣለኹ እቲ ዝዓበየ ክብረት ወለደይ እዮም ወለደይ ወፂኦም ስድራይ ወፂኦም ከማንሲ ኣላሽ ኣይበልኩምንን ማለት እዩ ኣድረስ ኣምፂኹሞ ኣላሽ ኣይበልኩምን ሕጂ ናተይ ድምፂ ኣቃናቢርካ መፂኻ ገለመለ ትሓስቦ ተለኻ እንታይ ዳ እሳ ግን እታ ገመድ ኣብ ክሳዳም ናይ ምእታው ግን ሚእቲ ቴስዓ ሚእታዊት እታ ገመድ ክተኣትዋ እያ መን ይልኢኽዋ እንታይ ወትዮም ግን ክተምፆም እያ ማለት እዩ ዝሓፃር እኮ እያ ሲምፕል እያ ገንዘብ ተዋሂብካ ክሰርሕ ብጣዕሚ ዝሕዝን
ወላ እዚኦም በዓል በዓል እዚ ዮሲ ብሃታፍ በዓል ወዲ ገ- ንገጆ ሪኢኻዮም ኣለኻ ንገጆ ለዓኸዮ ምስ እዩ ንዓኻ ከውድቐካ ተኾይኑ ደሓር ከ እስኻ ሲ ወላ እስከ ይዕፀውዎ ፀገም እስኻ ክንደይ ሰብ ኣፍሪኻ ኣለኻ ሽሕን ሚእትን ኣፍሪኻ ደለኻ ካብ ጀጋኑ ዓርከይ እስኻ ወላ ነዚ ነዚ ክስታይ ተሰዊእኻ ሲ ንሕ- ን- ካባና ጀሚርካ ሲ ሽሕን ሚእትን ኣፍሪኻ ዘለኻ ብከምኡ ትወድቕ ሰብ ኣይኮንካ ብከምዚ ብፀርፊ ድዩ ብገለ ሲ በዓል ገ- በዓል ወዲ ገጆ ሲ ክንደይ ደጠቅዕዎ ፋሚልኻ ሙሉእ ካብኡ ዝኸፍእ ኣሎ ድዩ ኣብዛ ዓለም? እንተ ሓደ ሕጂ ብፍላይ ሕጂ ሕጂ ዘበን እዚ ኖርማል ግዜ ኢኻ ንሓደ ሰብ ሲ ምሳኻ ኮፍ ከም ዝበልኩ ኣቀናቢረ ናታ ኮሜዲ ክገብር ግበርካ ዝኽእል ማለት እዩ። ኩላትኩም ኣብዚኣ ናታ ዘለናያ ኮሜዲ ሕጂ ግበርኩ ልክዕ ምሳኻ ከም ዘለኹ እዚ ኣብዚኣ ሳሎን ኮፍ ኢልካያ ዘለኻ ምሳኻ ከም ዘለኹ ክገብር ይኽእል እየ። ግዘ ተራቂቁ እዩ ኣበ- ኣበየናይ ግዘ ኢና በፂሕና ዘለና እትረፍ ድምፂ ኮነሲ ሓደ ሰብ ምስ ሓደ ሰብ ከም ዝራኸብ ትገብሮ በቃ እቲ ሰብ ኣብ ካልእ ዓዲ ከሎ ማለት እዩ ሕጂ ሲ በጃኺ እስኺ ትብሊ ዘለኺ ናይ በሓቂ እዚኣ ለኣኺ ክብለኪ ኣለኹ ብጀካ እድሪስ እብለኪ ኣለኹ ማንም ሰብ ክልእኸኪ የለን ወጀጋኑ ብጀካ እድሪስ ጸላኢኡ የለን እድሪስ ኢልካ ወዲ ሓጂ ኢልካ ኦዚል ኢልካ እዚኦም እዮም ጸላእቱ ካልኦት በቃ እብለካ ኣለኹ ካልእ ጸላኢኡ የለን ወጀጋኑ የለን ኩሉ ይፈታዊ እዩ ሓደ መዓልቲ ን- ነዚ ሕብረተሰብ ሕማቕ ተዛሪቦ ኣይፈልጥን እዩ ብዛዕባ ሕብረተሰብ ይኹን ብዛዕባ አ፣ ብዛዕባ ናይ ሃይማኖት ይኹን ሃይማኖት ኮይንኻ ምስ ኣለዓልኩሞ ይኹም ዝስክፈኩም ንሕና እዚ ሃይሞኖትና ማለት እዩ እዚ ሃይሞኖትና ንምንታይ እቲ ማዕተብና ማለት እዩ ማዕተብና ካብ ማዕተብና ካብ ክሳድና ዝምንጠስ ካብ ማዕተብና ዝብተኽ ክሳድና ክብተኽ ይቀል ትርጉም ትርጉም ትርጉም ማዕተብ ማለት ንሱ እዩ ሃይማኖትና ኣብ ዋጋ ሓደጋ ንእትዎ ኣይኮናን ሕጂ ይኮነ ስብለኩም ኣለኹ ኣብቲ ዝኸፈ ኣብቲ ፅንኩር ግዜ እኳ ሃይማኖትና ኣይሕለፍናን ብኸምኡ ትጠራጠሎ ከይትህልው ማንም እብለካ ኣለኩ እዚ ክርስትያን ኦርቶዶክስ ብዛዕባ ሃይማኖቱ ኣብ ዋጋ ዕዳጋ ዝእቱ ኣይኮነን ንዓና ሕሲረናና ዘለዋ እዚኤን ናትና ኣዋልድ እየን በቃ ኣብ ከምዚ ኣውዲቀናና ኣብ ከምዚ ዓይነት ዘረባ ንዖም ከም ንምልስ ዝገብራና ዘለዋ እዚኤን ኣዋልድ እዚኤን ኣዋልድ ሓደ ሓደ የደርየኩም ጽንሑ ናብ ቴሌግራም ክንከይድና ሕጂ ብከመይ ክንኣቱ እዚኣ ራኣይዋ እዛ ቴሌግራም እንታይ እንታይ ኣብዚኣ ባዕልኹም እንታይ ትዕዘቡ እሎም ኣብዛ ጌራታ ዘላ ኣብዛ ዘምጸእካ ንስኻ ጥራሕ ጀስ ዓው ሓንቲ ግዜ ከርእየኩም ጥራሕ ሓንቲ ሓንቲ ሓጻር እያ እታ ጌራታ ዘላ እሳ እሳ እቲ ጎርሕ እዩ ዝመስላ ዘሎ እዚኣ ራኣይዋ ከመይ ክንዕብዮ እሞ ጽናሕ እቲ እቲ ናተይ ቴሌግራም ከምዚ ኮነ በፍጹም ተኣምር እንታይ ጌራታ ኣላ ኣብዚ ራኣያ ተመልከታ እንታይ ዓይነት ራእዮ ኣብዚ ኣብዚ እንታይ ተጠቂማ ኣላ ኣብዚ ራእዮ ሶማያዊ ዶ ገለመለ ዶ ገለመለ በዚ ራእዮ ተኽ ትበለ ዶ ገለመለ ናተይ ቴለግራም ግን ጽናሕ ሕጂ ስክሪንሽት ክንገብራ ኢና ጽናሕ ምክንያቱ ከርእየኩም ኣይክእልን እየ ጠውየ ወዲ ጠዋው እየ ጽናሕ ንሕዛ ኢና በዚ ናይ ዓወታ ሽሕን ሰለስተ ሽሕን ክልተ ሚእትን ዘለውኹም ታብታብ ግበሩ ክንከፍተኩም ኮሜንት ማለት እዩ እንታይ ኢኹም ትገብሩ ዘለኹም ታብታብ ግበሩ ሽሕን ክልተ ሚእትን ዝኣክል ሰብ ኮፍ ኢልካ ታብታብ ምባል ለሲንኩም ወጹ ኢለ እንድየ እሳ እያ ትጥቀመላ ኣብዛ ዓዲ ራይዋ ራይዋ። ትሪኣ ኣለኻ እዚኣ ዘለታ ናተይ እዋ እያ እሳ ጌራታ ዘላ ርኣያ ኣብ ኣብ ቴሌግራም ዘላ እያ እዚኣ እሳ ጌራቶ ዘላ ርኣያ ንደዋወል ኔርና እያ ትብለካ ዘላ ርኣያ ትሪኣ ኣለኻ ካበይ ኣ- እዚ እዚ ኩሉ ንጥብጣብ ኣዮ እዚ እዚ ሕብርታት ርኣዮ እዚ ንጥብጣብ ዝኸይድ ዘሎ ርኣዮ ካበይ ምፅያቶ

በዓል ንሕና ሲንግል ከምኡ ተበለስልናሲ ጸገም ዝበሃል እኳ የብሉን በዓል ንሕና ከምኡ ተተባሃልና ንስኻሲ ሰበይትተን ሓቊፍካ ደለኻ ከመይ ዝበለ ሰበይቲ ምሳኻ ከላሲ እንታይ እዪ ንኻልእ ወዲ ታይ ዘብላ እሞ ደሓን ኣነሲ መጺኣ ትንሽ ብግርህነት ብግርህነት ኣይመጸትን ሓጊዘኪ ሓጊዘኪ ኣርባዕተ መዓልቲ ብድሕሪኡ ውን ደዊላትለይ እኮ ኣብዚኣ ቆልዓ እዛ ሰበይተይ እናሰምዓታ ከላ ደዊላትለይ ሽዑ እየ መጺኤ ገሸ ናብዚኣ እናሰማዕታ ኮላ እዛ ሰበይተይ እንታይ ኢላትኒ በጃኻ እባ እቶወለይ ኢላትኒ እቶ live ሲ ይቕሬታ ክብል ደልዩ ኣሎ እቶ ኢላትኒ ሕጂ እንድየ መጺኤ ኢለያ ደሓን በጃኻ እቶወለይ በጋጣም ድምጺ እያ ኣብዚኣ ስለ ዝነበረት እዛ ቆልዓ ቡን ንገብር ድምጺ ጌርናላ ኔርና እቶ ኢላትኒ ድሕሪኡ እሱ ብድምጺ ጥራይ እዩ ይቕሬታ ክብል ደሓን ኣምጽዮ ከመይ ጌረ ቪድዮ ይኽፍቶ ኣነ ይፈልጥ እየ ኢለያ ማለት እዩ እዚኣ ግን ኩሉ ትኸዶ ነበረት ረኣዮ እንታይ ኮይና እዛ ሽዑ ዘይትዛረብ ብድሕሪኡ እኮ ደው ኢላትለይ ነይራ እያ ከፊተላ እኮ ይቕረታ ክብል ከሎ እኮ ኣብዚ እየ ነይረ ፈላማይ መዓልቲ ማለት እዩ ሙሉእ ለይቲ ሓዲረላ ማለት እዩ ሽዑ እቲ ስጋብ ሰዓት ሽዱሽተ ወጋሕታ ምስኦም ነይረ ማለት እዩ ሕጂ ጽብቕቲ ሓብትና ነታ ነብስኺ ሓደጋ ኣይትእትውያ ሓደ ቀዳማይ ዘክሪ ኢኺ ሕጂ እውን እዚ ኩሉ ልኢኾምኺ ዘለዉ ኣብ ማስሜዳ እንድሕር ወጺኺ ሽመይ ንምብካል ይቕሬታ እንድሕር ዘይሓተትኪ እቶም ሰባት መን እዮም ልኢኹምኺ እንድሕር ዘይውጻኽዮ ኣብታ ናይ ፖሊስ ከይትክያ ዝነበርኪ ኣብኡ እያ ተሓጻር ሓጻር ኣብኡ እያ ኣብ ናትኪ ሸር ኢልክዮ ስለ ዘለኺ ክተውጽዮ ትኽእልን ኢኺ ኩሉ ተታሒዙ እዩ እሰይ ኣለኪ ኣለኹ እዚ ጌርክዮ ዘለኺ መን እዩ ልእኽኪ ንዓይ ምስ መን ኬንኪ ከ ኣቃናቢርክዮ መን እዩ ልእኽኪ እንታዋይ እዩ ዘሎ ብድሕሪኺ እዚ ኩሉ ከድክዮ ዘለኺ ዕላማኸ ንምንታይ እዩ እዚኣ ክተውፅያ ክብለኪ ኣለኹ ሲረስ
እዚ ብዕላማ እንዲዩ ተገይሩ ኣታ ከመይ ዓይነት ኣዋልድ እየን ኣታ ወዲ መን ዓርከይ ባዕልኽን እግርኽን ጢል ተብላስ ንዓ ምሳይ ኩን ንዓ ሓግዝኒ ባዕልኽን ጢል ኣቢልክንሲ ንዓ ከማይ ኩን
ሰላም ሰላም
ኣንሳ ኤፊ ቀዳማይ ነገር ሰላም እሞ ካልኣይ ነገር ኤፊ ተቐዳዲምኩም ኣይትዕፅዉ ድዕፁ ነገር የብሉን እዚ ነገር ቀሊል እዩ እቲ ዝበለጦ ኩሉ መሊእኻያ ስለ ዘለኻ

ተረዲኻኒ ምናትስ ንዓኻ ከምዚ ኣብ ናይ ዲፕሬሽን ትወካ ዘላ ተረዲኻኒ ሕጂ እዚ ኩሉ ሒዝካ ክሰሳ ቀላል እያ
ጸገም የለን ሰብ ጌርና እኮ ኦልሬዲ ዮናስ እታ ዮናስ እታ ፖሊስ ዝኸዳ ስለ ዝፈልጣ ጸገም የብላን

ብዘይገድስ ኣብ ከምዚ ተበጺሓ ጓል ኣንስተይቲ ዋላ እቲ ሓብትኻ እያ ትጥልመካ ብትረፈ ንስኻ ዝሓገዝካዮ ዘይትፈልጦ ሰብ ደይኮነ እዚ እቲኣ ናይ ብሓቂ ሓብትኻ ብለካ ኣለኹ ንሳ እያ ትጠልመካ ብለካ ኣለኹ ጓል ብመሰረቱ ኣዝያ ብጣዕሚ ሕማቕ ኣንታ ሲራክ ሓውና ኣብዚ ንዮናስ እኳ ዘይመሓረቶ ኣድሚን ሂባ ነቲ ወዲ ካብ ገዝኡ ተዝልሎ ተውርዶ ንዮናስ ሓንቲ ግዜ ዮናስ ተዛርሞ ድሓን ዮናስ ዮናስ ተዛረብ እስከ
መርሓባ ተዛረብ ብራዘር
እታ ቆልዓ ሰባብያ ኣቱም ሰባት እዚ ምስዘይወረዶ ሲ ኣይውረዶ ኢልካ ትምና ሰሚዐያ እንዴ ሰሚዐየ እንዴ ካብ ዘለኹም ሰባት ትፈልጡ ክብሎ ከምኡ ዓይነት ሰብ ኣይኮነን ኣበይ ከም ዘሎ ህይወት ዝፈልጥዎ ክብሎ ሰሚዐየ እንዴ ከቢድ ክዛረቦ ኣይኖ ደዊለላ ይልዓለትኒ

እወ ነነብሰ ገዝመ ዛረብ ኣላ እንድያ እቲ ትብልዮ ደለኺ ናይ ወዲ ጀጋኑ እዝጋኣብሄር እታ ማዕተብ ጌርክያ ደለኺ ሱቕ ኢልኪ ክንፎርማ ጌርክያ ትርጉማ ኣይትፈልጥያ ኣለኺ ትርጉማ ሲ ኣይትፈልጥያ ኣለኺ ኣነ እኮ ብኦም እየ ፈሊጠኪ እኮ ኣነ እኮ ብታ ናይ ወዲ ጀጋኑ ኣትየ እሱ ዝኸፈተልኪ በጃኹም ኣጃኹም እንዳበለ ሰለስተ ኣርባዕተ ሽሕ ሰብ ኣኪቡ ኣበይ ዓዲ ኣለኺ ደሓን ሰብ ክንገብረልኪ ኢና ተባሂሉ ኣብዚ ኣጋጣሚ ናይ ጥቓይ ኮይኑ መሊና ኢለ ቁልቁል ኣፍኪ ተደፊ እምበር ደፊእኽኒ እንዲኺ ንዓይ እውን ኣፀሊምክኒ እንዶ ኩሉ ሰብ ከምኡ እንደይ ሰላሳ ኣርባዕተ ቴሌፎን እንዲ ተደዊሉኒ ትማሊ ነታ ናይ እንዳ ፖሊስ ቁራፅ ሪኦም ግን እንድዒ ኣበየናይ ልዕሊ መሬትኺ ክትነብሪ እንታይ ዓይነት ሂወትኺ ክትነብሪ ማዕተብ ተሸኪምኪ እንዳኸድኪ ፍርሓት እግዚኣብሔር ዘለኪ ትመስሊ ኣምላኽ ባርኽ ኣደይ ሎማዕ ከምቲ ትብሊ ዘለኺ እሞ ዝሓውኪ እዚ ከ ሰለስተ ኣርባዕተ መዓልቲ በኣ ክድጎስጎሰልኪ ሲ እዚ ጌርክዮ ዘለኺ ምቅባል ሕጂ ሲ ናይ ብሓቂ ከ ናይ ብሓቂ ከ ተዋህዶ ዶ ኮንከ እቲ እቲ ማዕተብ ትፈልጦ ዶ ክትገብሮ ማዕተብ እንታይ ማለት እዩ ትርጉም ማዕተብ ትፈልጦ ዶ ኣነ ሰሚዐያ እየ ብጣዕሚ እየ ሓዚነ የሕዝን ኢኻ የሕዝን ዘይኮነ ሲ ኣብ ካሊእ እዩ ክነግረካ ከምዚ ዓይነት እዚ ኢልካ ንሰብ ምጽላም ኣብ ኣሜሪካ ሃደላ ቀሊል ነገር ኣይኮነን ሕጂ ዊን ሕጂ ዊን ኣውጽያ ንሰብ እዚ ኢዲ ይኮነን ላላ የናስ ኣይተውጽኣ እያ ንምንታይ ከተውጽኣ ጸገም የብሉን እቲ ዝበሃል እቲ ዝግበር እቲ ዝበሃል ኢላቶካ ጸገም የብሉን ኣነ ኩሉ ግዜ ኣነ እንታይ እየ ዝብል እምነት እዩ ዘለኒ ኣብ ዓለም ክትቃለስ ጥራይ ኢኻ ትነብር ጊን እንታይ ድኣ በቶም ናይ ብሓቂ ንጹህ ልብኻ ዝሓገዝካየን ሓብተይ ኢልካ ዝሓገዝካየን ምስ ካልኦት ሰባት ኬንካ ድምጽኻ ኣምጺኻ ኣቃናቢርካ ገለ መለ ብጣዕሚ ኢኻ ትሓዝን ማለት እዩ ሕጂ እስኻ ትገብራ ሓንቲ ክድውልልካ እዮም እታ ናብ ፖሊስ ከይካ ስለ ዝነበርካ ምስኣ ወላ ሓንቲ እዚ ብጎንጺ ኮነ ገለ ኮነ ንሕና ኮሙ ዓይነት ሰብ ኣይኮናን ኣብ ዓዲ ሕጊ ኮለኻ ብጎንጺ ዝጥቀም ሰብ ድሑር እዩ ማለት እዩ። እስኻ እታ ሓንቲ ትገብራ ዮናስ ኣብዚ ቅድሚ ህዝቢ ኣብታ ናብ ፖሊስ ከይትካያ ዝነበርካ ናብኣ ክትወስዞም ኢኻ ደቂ ሓወቦይ ክመጹኻ እዮም ማለት እዩ። ኣብታ ናብ ፖሊስ ከይዳ ተታሒዥኒ ምሽ ኢላቶም ነይራ እሳ ድማ ንዓይ ተጸልመኒ ከም ዘላ ኣብታ ናታ መርበብ ሸር ኢላታ ከም ዘላ ማለት እዩ። እቶም ናብ ፖሊስ ክወዝዋ እዮም። መን እዩ ልኢኽዋ እንታዋይ እንታይ ዕላማኣ ከምኡ ትገብር ዘላ ድማ ሽዑ ክትወጽ እያ ማለት እዩ። እዚኣ ጥራይ እታ ዮናስ እታ ኣነ ዝደልያ ካባኻ ኣበይናይ ናብ ፖሊስ ኮይዳ ነይራ ኣበይናይ ናብ ፖሊስ ሓቢራ ነይራ ካልእ ወላ ሓንቲ ጸገም የለን ድሕሪኡ ኣንሄ ከመይ ገይረ እቲ ሕጊ ንጅምሮ ከመይ ገይርና ንኸዶ ማለት እዩ እዚኣ ጥራይ የኒ ኣብታ ዝደወለሉ ስለካ ክመጽኻ እዮም ትሬዛ ኣላ ሓንቲ ትሬዛ ክትመጻካ እያ ካልኦት ደቂ ሓወበይ ክመጽኻ እዮም
ንዳሓን ፅናሕ እሞ እመኒ ራህዋ ከባድ እያ ነገር እዚኣ ምስ መስረጅኡ ምስ ድምፅኺ ኩሉ ዘሎ ክነግረኪ ትፈልጢ ኢኺ ካብ ኣሜሪካ ክደለኺ ትፈልጢ ኢኺ ዘይትፈልጥዮ ሰብ ከማንሲ እንታይ ኢሎሙና ትፈልጢ ኢኺ ኣብዛ ዕስራን ኣርባዕተን ሰዓት ክነምፅኦ ኢና ፀገም የለ ድሓን ክነራኽበኩም ኢሎም እኮ እዮም እዚ ድምፂ ተሰሚዑ ደሎ ንሃትኪ ድምፅን ናይ ወዲ ጀጋኑን ባዕልኺ ሰሩ ኢልኪ እንተደይ ውፂእኽያ እብለኪ ኣለኹ ትፈልጢ ካብ ኣሜሪካ ጭብጢ ሒዝኪ ጭብጢ ሒዝ እንተኾይዱ እቲ ሰብ ከባድ እያ ኣነ እውን ሕጂ ከም ሕዋት ክንብለኪ ኣብዚኣ ወፂኺ ሶሪ ተለያኸ ተደፋፊኤ ብፀለእት እንተልኪ ይቕረ ዘይብለልኪ ሰብ ኣይኮነን እሱ ግብሪ ደለኸ ዓይነ ዕውራ ስቕኢልኪ ተደፊእኺ ንሰብ ከተፀልም ኢልኪ እስኺ ስለ ዝበልኪ ከምኡ ማለት ሰብ ኣይኮነን ንፈልጦ ኢና

ሕጅስ እንካን ሃባን ኮሎ ክተምፅዮ ነይርኪ ስኢልካ ባዕልካ ኣቢልኪ ግን ንሓደ ሰብ ከምኡ ኣይግበር እዩ ዘሕርቀኒ ዘሎ እቲ ዝሓጎስኩኹ እዩ እቲ ምሸት ምድሪ ፅሒፍኪ ብቲክቶክ ሓግዘኒ ዝበልክኒ እዩ ግን ነዛ ክሳትኪ ገመት ተትውላ ዘለኺ መን እዮም ለኣኽቲ ክብለ ከለኹ ከተምፅዮም ኢኺ ካብ ሕጊ ከተምፅዮምካ ብእውነት እብለ ከለኹ

ሕጂ ኣትን ደቂ ኣንስትዮ ካብዚ እንታይ ትመሃራ ካብዚኣ እንታይ ትመሃራ ካብዚኣ እንታይ ትመሃራ ስለዚ እዚ ሰለስተ ኣርባዕተ መዓልቲ ኣይኮነን ኣብ ገዝኡ ጎሽ እንዳሰብ ከሎ ዓዕ ክብል ዝሓድር ነበረ ሲ እዚ ድቲ ኢዱ እዚ ድቲ ስጋብ ሰዓት ሽዱሽተ ምሳኣ ፀኒሐ
ንርእየካ ኔርና እንዲና እዚ ድዩ እቲ ኢዱ እዚ እዚ ናተይ ስወረ ደሓን ናተይ ጸገም የለን ንዓባል ሓንቲ ክትገብረኒ ትኽእል ኣነ ዝገባር ጽቡቓ ስለ ዝኾነ ኣብቲ ፖሊስ ውን ኣብ ዝኾነ እንተኾይኑ ናተይ ብሕጂ ዋላ ፍሒራ ፈሓይራ ዋላ ሓንቲ ክትገብረኒ ትኽእል እንተ ብፍቕሪ ተደይ ኮይኑ እንተ ከምዚ ተላኢኻ ከምዚ ናሃትካ ገለ መለ ነብሰ ጽላእ ጥራሕ ትገብር ዘለዋ እምበር ንዓባል ሓንቲ ክትገብረኒ ትኽእል እያ ኣይ ዊሽ ዳ ንዓይ ኣይ ዊሽ ዳ ናይ ወዲ ጀጋኑ ንዓይ ገልቢጥክያ እንተ ትኾይኑ ኔርኪ ጽብቕቲ ነይራ ኣነ ንስኽን ከንፈርን ዓይንና እዚኣ ከንፈርና ዓይንና ሕጂ ኣይኮነን ኣብ ሆላንድ ቀሊል እዩ ዝኾነ ነገር ከተራኽበሉ ክነግረኪ ኣብ ዋላ ሆላንድ ይሃሉ ዋላ ጀርመን ይሃሉ ገበነኛ ኣሜሪካ ጭብጢ እንታይ ኣሊካ እዛ ሰብ እዚኣ ከምዚ ኢላ ስመይ ጠሊማትኒ ትፈልጢ ኢኺ ሰብ ምፅላም ዝበሃል ነገር ትፈልጢ ኢኺ ኣብዚኣ ቆልዓ ኮንኩን 22 ዓመት ጓል 22 ዓመት ሰለስተ ኣርባዕተ ቆልዓ ምወለድኪ ትፈልጢ ኢኺ ከቢድ እዩ ኣፕሩቭ ተሃሊካ ጭብጢ እንተሃሊካ እመኒ ከሓዲ ዋላ ንምንታይ ጥንቅል ዓላ እንዳበልክ ደይትኸዲ ሆምለስ ኢሎም ኣይገድፉን እዮም ክንገ ዝዓዲ ንሓጊ ናይ ዝዓዲ ትፈልጥያኺ ሕጂ እው ተጋጊኤ ተደፋፊኤ እወ ዘይግበር ነገር የለን ብዙሕ ሰሚዐ ዋላ ንዓይ ከይግነ እየ ዋላ ንዓይ እኮ ምስ በዓል ፀጋይ ከለኹ እንታይ ዓይነት ኣፕሩፕ እንታይ ዓይነት ሽጣራ ትዛረቡ ነርኩም እኮ ንፁር ኣይኮነን እምበር ትዛረቡ እኮ ነርኩም ንፁር ኣይኮነን እምበር ከምዚ ናይ ወዲ ጀጋኑ ንጹር ተትኸውን ነይሩ እብለኪ ኣለኹ እታ ኣደይ ጠጠው ኢላ ትሸነለይሲ ሽዓ ምረኣኽዋ ነይረ ሰብኣይ ናይ ሰብኣይን ግን ብትሒም ብትሒም ብትሒም ኣብኡ ዝነበረ ምስ ሰማዕኽዎ ታይ ድኣ እዩ ገለ ኢለ ከምዚ ከምዚ ከምዚ ከምዚ ናይ ወዲ ጀጋኑ ከምዚ ከምዚ ተትብልኒ ነርኪ መርሓባ ኢለ እብለኪ ኣለኹ ኣይኮነን ኣብ ውራይ ናሃተይ ኣብ ናይ ውራይ ሰብ ዝዕጠቕ ሰብ ስለ ዝኾንኩ ምተረኣና ነርና ሕጂ እውን የና ሓወይ
ኣነ ኣነ ከዓ ኣብለካ ኣለኹ ወድቶም ውርዙያት እየ ጀጋኑ ኣሕዋት እዮም ዘለውኒ ጀጋውን ጀጋኑ ፋሚሊ እዩ ዘለውኒ ብዙሓት ፈተውቲ እዮም ዘለውኒ ካብ በዓል ቴሬዛ ኣይትሓልፍን ኢኺ ኣብኣ እዩ ዘሎ እዚ ከዓ ብባእሲ ብጎንፂ ገለ ኣይኮነን ኣብታ ዝኸትክያ ዮናስ እዚኣ ጥራይ ኢኻ ትሕብር ማለት እስኻ ከም ሰብ መጠን ኣብታ ዝኣተወታ ናብ ፖሊስ ጥራይ እዚኣ ጥራይ ካባኻ ንደሊ ኣበይናይ ናብ ፖሊስ ከይዳ ሓቢራ ኣብታ ቴረ- ቴሬዛ ክትመጸካ እያ በቃ ሓወቦይ ክመጹኻ እዮም እዚኣ ጥራይ ካልእ ብማህረምቲ ገለገለ ዝበሃል የለን ከምኡ ዓይነት ሰብ ኣይኮናን እ፣ ሕጊ ተማሂርና ዝወጻና ካብ ኤርትራ ኢና ማለት እዩ ንዝሓገዘካ ምስ ካልኦት ሰባት ኬንካ ምንካስ ምስ ካልኦት ሰባት ኬንካ ምጽላም ዋጋ የኽፍለካ እዩ ዋግኡ ድማ ገንዘብ ሓሙሽተ ሽሕ ሽዱሽተ ሽሕ በሊዕኺ ክትኮኒ ትኽእሊ ኢኺ እና እና ተምላስኪ ከምዚ ጌርኪ ክትደፍኢ ኢኺ እቲ ገንዘብ ወላ ሓንቲ ነገር ኣይተተሓዘክን ኮነይ ኢልካ መፂኻ እተን ዝበላዕኽየን ገንዘብ እብለኪ ኣለኹ ኣብ ካብ ሕጊ ከምልጥ ዝኽእል ሰብ የለን ኣብ ልዕሌኺ ኩርማጅ ምስ ዓለበኪ መን ኢልኪ እንታዋይ ልኢኽኪ ከመይ ጌርኪ ኣፀሊምክኒ ከመይ ጌርኪ ኣቃናቢርኪ ኩሉ ክተምፅኢ ኢኺ ኩሉ ክተምፅኢ ኢኺ ድሓር እንኳዕ ሊብያ ይሃለኺ ኣብ ኣሜሪካ ኢኺ ዘለኺ ሲምፕል ናተይ ከኣ እቲ ምሉእ ምሸት ዝሓደርክዮ ተታሒዝኒ ሓግዘኒ እናበልክኒ ምሉእ ቪድዮ ኣብዚ እናበኸኺ ከለኺ ዝሓገዝኩኺ ምስ ኣሕዋተይ ኮይነ ዝሓገዝኩኺ ኣጆኺ ዝበልኩኺ ኣብዚ እዩ ዘሎ ነቲ ዝሓገዘካ ከምኡ ዝግበር እንድሕር ኮይኑ ማለት እዩ ንየናስ ከምኡ ጌርክዮስ ድሮ ከኣ ናተይ ድሕሪ ሰለስተ ድሕሪ ክልተ ሰሙንሲ ሓሲብኪ ሓሳሲብኪ መጺኺ

ብዋትሳፕ እንድሕር ተደዋዊልካሲ ንዓኹም ከመይ ይመፀኩም ኣብዚኣ ስክሪን ድሪኣ ዘለኹ ኣይዶኖ ከምኣ ኣይትመፀንን እያ ኣነ ምስ ሰብ እንድሕር ኣብ ዋትሳፕ ተደዋዊለ ላላ ዋላ እዚ እንደርኣዮ እዚ ምቅንባር እንደርኣዮ እዚ ንጥብጣብ ዘሎ ገለመለ ኩሉ ዘይትርእዮ ካብ ንሱኣኒ ፅናሕ ድሓን ቀስ ኢልና ዋላ እቲ ልቢ እቲ ልብታት ዘሎ ኸ ወዲ ጀጋና ሓንሳብ ፅናሕ ቀስ ኢልና ክንዛረብ ኦኬ እቲ ኣብ ላዕሊ ላምፕ ናይ ላምፕ እንታይ ድበሃል ልቺ ገለ ደሎ ሐራይ ናይ ገዛ ኣልች ክከውን ይክእል እዩ ካልኣይ ቴሌፎን ጌራ ስለ ተርኢ ነበረት ጸገም የብሉን ስክሪን ገለ መስትያት ኮይኑ ክትብል ትክእል ኦኬ እቲ ክልተ ልቢ እንታይ ትርጉሙ ኣብ ወትሳብ ከ ክልተ ልቢ ኣብ ታሕቲ ክትምዝግብ ትክእል ዲካ እዚ ሕቶ ኮይኑ ኣሎ ንዓይ ክምለሰለይ ይደሊ ማለትሲ ኣነ ሕጂ ናይ ሰብኣየይ ክልተ ልቢ ክገብረሉ ደሊ ኣብታ ኣብታ ኣብ ወትሳብ እንድሕር ከምዚኣ ትምዝገብ ኮይና ሓባይብ እዚ ክልተ ልቢ ሲ ኣብ ታሕቲ ዘሎስ ኣርእየና እሞ ንዓይ እስኪ ውፃእ ወዲ ጀጋኑ ብከምኡ ክትምዝግቦ ትክእል ዲካ ኣነ እቲ ትርጉም ከዓ እቲ ከዩ እቲ ፅሒፋቶ ተፃሒፉ ዘሎ እንታይ ትርጉሙ ከዓ ኣነ ብወትሳፕ ድሕር ተደዋዊልኩም ከ ከምዚ ዓይነት ምልክት ኣብ ስክሪንኩም መፅእ ድዩ ብቴሌግራም ኢና ብቴሌግራም እዚ ናይ ቴሌግራም ድዩ እዎ ቴሌግራም ብወትሳፕ ገለ ይብሉ ነይሮም ግን
ላላላላ ቴሌግራም እያ ደዊላትለይ ኦኬ
ኣስፋው ወሳኺ እንደገና ሰዓት እቲ እዩ እቲ ወድ እቲ እቲ ወዲ ኸኣ ቀዲሙ ኣብ ላይፍ ወጺኡ ነቲ ቪድዮስ ከ የስምዓና ነይሩ። ብኸመይ ከ ቀዲሙ እቲ ቪድዮ ና እቲ እዚ ንሳ ዘስምዓትና ሸር ዝገበረቶስ ንሱ ኣሃ እዩ ቀዲሙ ዛጊት ዝነግር ሰሚዕኩም ነይሩ።
ንዓንተ ወይ ሰሚዐዮ ካብኡ። ሶ እንታይ ትርጉሙ ከ ንሱ ኸኣ ኣብኡ ኸኣ ክንፈልጥ ምደለና። ካብ ስሜት ወፂኹም ሓባይብ ኣብቲ ኣብቲ ሓሳብ ጥራሕ እንታይ ይመስል ገለ ጌርካያ ኣይገበርካያን ኣነ ኣብ ውሽጥኻ ስለ ዘየለኹ ብፁዕ ኢኻ ብፁዕ ኣይኮንካን ኣይብለካን እየ ግን እቲ ነገራት ቁሩብ ሕልኽልኽ ስለ ዝብል ዘሎስ ክንፅር ፅቡቕ እዩ ድሕሪ ጌርካዮ እቕሬታ ኢልካ ትውድኦ ወይ ጉዳይካ ምሳኻ ክኸውን ፀገም የብሉን ተዘይጌርካዮ ከዓ ኣይገበርካያን ማለት እዩ ፍርዲ የብለይን ኣነ ኖኖ ብሓፈሻ ሳብ ጌርካዮ ናይ ገበርካዮ እንታይ ኣነ እኮ ኣብ ጽቡቓ ዝወዓልኩ ናይ ምንታይ እሞ ይቕሬታን ገለመለን ክብለሉ ኖ ኣይተረዳእካንን ጌርካዮ ገበርካዮን ኣይኮነን ናተይ ሓሳብሲ ናተይ ሓሳብሲ ብዛዕባ እቲ ዝኸይድ ዘሎ ከይዲ ጥራሕ እዩ እምበር ግበሮ ኣይትግበሮስ ንዓይ ክስታይ ኣይኮነን ብዛዕባኡ ኣይኮንኩን ክዛረብ ማለተይ እዩ ዴካ

ዋላ ተነከስተኸኛ ማለት እዩ። ዮናስ እንታይ ኢሉ ኣብ ሕክምና ምስ ከደትሲ በረኪና ከም ዝሰተየት ኣይነበረቶምን ነይራ ግን በረኪና ሰትያስ ክልተ መዓልቲ ኢንፊጅን ወሲዳ ገለ ኢሉ እዩ ዝዛረበላ ነይሩ ኤንወይ ግን ድሕር ጌጋ መረዳእታ ኣሎ ክልተ ኢንፊጅን እያ ሶሪ
Anyway, well, how big? እንታይ ዝመስልኪ ርኢናዮ እንዲና ኣነ ድሰካ ሓኹሽ እንዲ ኣነ ከምኡ ዓይነት ኣይወፃንን ዋላ እቲ ትብሎ ደላ ናይ ጀጋኑ ድሓን ሰው ከይፀገብ የብሉን ወዲ ጀጋኑ ከዓ ከምዚ ዓይነት ዘይኮንካ ሰብ ስለ ዝፈልጠካ ሓንቲ ዓፋፍ ውድቕቲ ከምኡ ስለ ዝበለት ክሕመካ የብሉን ወላ ሓንቲ የዕብየና ሓሳብ ብጃ የዕብየና ንዓይ ኤሱ ንሕና ቀደም ኢኻ ጠገብ ኢኻ ብራዘረይ ረኣዮም ምዕሩኽ እዮም ትሪኢ ኣለኻ
ተረዲኻ ኣለኻ እዞም ሰብ እዚኦም ፅቡቅ ገይሮም ትፈልጥዎ እዮም ስእሊ ዋን ስእሊ እንታይ ገበርኩ ኤሱ ኣነ እኮ ወላ ሓንቲ ገበርኩን ስራ እንታይ መዝገበ ሓንቲ ጌጋ ኢልካ በቃ ሓግዘኒ እዚኣ ኢላትኒ ሰብ ተላኢኻ መፅያ ዝፃወተሉ ሓግዘኒ ኢላትኒ ህዝቢ ዝፃወተሉ ተላኢኻ መፅያ ሓግዘኒ ኢላትኒ ሓጊዘያ ስለ ፅቡቅ ነዚ ህዝቢ ምግባረይ ዝፃወተሉ እኮ እያ ደላ ሰገም የብሉን ኣብታ ናብ ፖሊስ ዝኸደታ ብለካ ኤሱ ኣብታ ናብ ፖሊስ ዝኸደታ ምሽ ነቶም ፖሊስ እኳ አ- ከይዳቶም እያ ዮናስ እኳ ኣለዎ ኣድረስ ኣለዎ ኣብቲ ናብ ፖሊስ ኣለዎ ዮናስ እኳ ኣለዎ ኣብታ ኣሜሪካ ከኣ እታ ዘላ ታስታሲ ይብለካ ኣለኹ ደቂ ሓወቦን ኣለዉ ቲሬዛ ንባዕላ ኣላ ነዚ ሕጂ ኤኣይ ድዮም ክብሉና ከምኡ እንተ ክፈልጦም እስኪ እዚ ኤኣይ ድዮም ክብሉና ከምዚ ጌራ ነዚ ህዝቢ ትጻወተሉ ዘላ ዓርካ ኮን እንታይ ይበሃል እዚ ወይ ዘስብ ብዓመለ ገለ ረዚያ
ምስ ገሪምኒ ብእውነት ገሪም ዳን ካልኣይ ከዓ ወዲ ጀጋኑ ሓወይ እዚ ተቐናቢሩ ዘሎ ከምዚ ስኽፍ ኣይበልካ ስኽፍ ወላ ሓንቲ ሕማቕ ከዓ ኣይኮነን ቪድዮ ዳ ደምፅዎ ብቪድዮ ደምፅዎ ዳ ተቐናቢ ካበይ ክተምፅእ ካበይ ክተምፅእ ካበይ ክተምፅእ እሞ እቲ ተቀናባሪ በዚ ከይትስከፍ ብራዘረይ ሓደ ነገር ተዋዒላ ተረሓቶ ጉዳይ ሲ ኣነ ፅባሕ ንግሆ ካልእ በዚኣ ድምፂ ናይ ወጀጓኑ ገይረ ሲ ድሌተይ ክሰርሕ ይኽእል እየ ፅባሕ ክርእየኩም እየ ያ ድሓን ድሌት ያ ዋላ ናይ ብራቮ ሕማቕ ብራዘረይ እናበለ ክለሲ ስለ ዘይተዛረበሉ እዚ ሰብ ዝወላ ሓንቲ ስቅፍ ዝብሎ የብሉን ኣብዚኣ መፅኡ ከዓ ግብሪ መልሲ ይህባ ኣሎ እቲኣ ቆልዓ ግን ናይ ኮም እያ ቅድሚ ሕጂ ሰሚዕኹማ ናይ ፊልሞን ኣምፅልና ናይ ኮም እያ እቲኣ ቆልዓ እንታይ ኢና እሞ ክንብል እዚ ኩሉ ሕብረተሰብ ሲ ደዊናቶም ከማን ኣበይ ዘላ ረሳሕ ስቱቢት ንየናስ ንየናስ ኪዳ ተደላ ዘይትሪእዎ ዲኹም ዘለኹም ኡይ ኮይሉ በቃ
ኣቶም ሰባት ንዓኹም እዩ ዘይተረዳእኩ እምበር እታ ገመድ ስክትኣት ወይ ኣብታ ናብ ፖሊስ ዝኸደታ ዝኸሰሰት ይብለካ ኣለኹ የሳቐየኒ ኣሎ ሓደ ሰብ ዝበለታ እታ ገመድ ስክትኣት ወይ ይብለካ ኣለኹ ምክንያቱ ንሓደ ሰብ መፅያ ሓግዘኒ ኢላትኒ መጺኣ ሓግዘኒ ኢላትኒ ሓጊዘያ ኣርባዕተ መዓልቲ ሓጊዘያ ንዕኡ ንምድላይ ከኣ ስጋብ ኢትዮጵያ ኢላ ሓንቲ ጓል ከኣ ድምፁ ክተምፅእ ኣለኪ ድምፁ ኣለኪ ዶ ኢልናያ የብልናን ኢላትኒ ሪኮርድ ትገብርና ናተይ ኢላትኒ ሕጂ ናተይ ድምፂ ኣምፅኣ ሰኳኩዕኻ ሰኳኩዕኻ ባዕላ እያ ትዛረቦ ዘላ ኣነ እኮ ሕጂ ሰባት ልኢኾምለይሲ በቃ ጓንጌነ ሲስተር ገና- ገና ዕላማ ኣለዋ እዛ ሰብ እዚኣ እታ ገና ገና እታ ገና እታ መን ልኢኺ ክሎ ኣብታ ናብ ፖሊስ ክተምፅያ ኺ ስጋ ደቀ ይብለ ከለኹ እ፣ እቲ ንዓይ ዝገርመኒ ዘሎ እቲ በቃ ዘየለ ነገራት ኣነ ይዛረብ እንደ ዘለኹ ኣብ ማስ ሜዳ 24 ሰዓት እንድሕር ከምኡ ዘ እ፣ ዝዛረብ ተት- ኣብዚ ማስ ሜዳ እንደ ዘለኹ ዘይዛረቦ
ቧዕ ኣታታይ ዓይነት ፍጥረት እያ ወደይ እዚኣ ከመይ ጌርኪ ከምኡ ትብሊ እዚ ዝመስል መልክዕ ሲ ከመይ ጌሩ እዩ ጓል እሞ ከ ኣብ ሓዳር ከለኹ እዚ ሲ ክንደየን ትደልዮ ኮርብ ኣይቲ ኣይቲ ኣይሲ ወርድ ኒ ኣይ በዓል ሸኽ ኢድሪስ በዓል ኦዚ ከምዚ ገለገለስታንዲ ክትመፂ እንታይ ስለ ዝበልካ እያ ከምዚ ጌራ ደላ ሲ ንስኻስ ንፅቡቓ ዝተበገስካ ሰብ ኣነ ዳ ሙሉለይቲ ክሕግዛ ቀኒ
በስመ አብ መንፈስ ቅዱስ ታብታብ እስከ ጎሩ ጋይስ እንታይ ዓይነት ፍጥረት ድያ ተኣምስሉ ሕጂ ከ ልክዕ በቃ ገዛ ከፊታ ዘይትብሊ ንግምት እየ ሽዑ ኖ እሳት ኣይትሕግዘንን ኢኻ ከምዚ ኢልካና ዘይትብሊ ኩሉ ነገራት ምስ ሰኣንክስ ቀናቢልኪ ኮርስ። ድምፂ ምፂኺ ገለመለስ ንዓይ ከተፀልምኒ ናይ ብሓቂ ሕማቅ ሕማቅ ኢኺ ናይ ብሓቂ ገንዘብ ክትበልዒ ክትብሊ ሰባት ከምኡ ኣይግበርን እዩ ግን ዋጋ ድማ ክትከፍል ኢኺ እመንኒ ብለከ ኣለኹ ኣብታ ናብ ፖሊስ ዝኸትክያ ዋጋ ክትከፍል ኢኺ ናብ ትሬዛ ሸር በለላ እሞ ብውሽጢ ነጊርናያ እንዲና ዋላ እቲ ወዲ ሓቦይ
ደሓን ቴሌፎን ትወል ኣላ እንዲያ ካብ ሲስተር ምለሰ በቃ ኣብሽርካ የሱ ወዲ ጀጋኑ ዝኾነ ስኸፍ ከይብለካ ፅቡቅ ታይ እንታይ ስኸፍ
ነዚኣ ስሊ ዝበለይ ንዳሓገ ዘደወደይ ብጣዕሚ እዩ ዝሕዝን ግን ክትክእሎ እዋይ ክትክእሎ እዚኣ ቆልዓ
ኣሪምካ ፅሓፍ ክሰደልካ ቅዱስ
ኣብሽርካ ኣብሽርካ ዝዓርከይ ማዕረ ስለ ዘለይ
ካብታ ኣባታ ግበሩ ካብታ ግበሩ እስከ
ናይ ኢዳ ትረክብ እያ ግን ደሓን ፀገም ዘሎ ይኮነ ኖርማል

ንክርስትያን ከተጸርፍ እሞ ወይ ንግለ ትግርኛ ክትጸርፍ እሞ ንዓኻ ኣብ ኣጀንዳ ክእትውካ ኢሎም ንምንታይ ክዳን ወዲ ሓጂ ደኣ ቀደም ደኣ ቫይራል ኣምጺኦሞ ደኣ ጀጃ ሰብ እዚኣ ከምዚ ዝበልካያ ሽሕ ድዮም ሂቦማ ሽሕ ድዮም ሂቦማ ሁነውስ ደኣ ንጀማል ጂሚ ዝበሃል ኣምጺኣ እንታይ ደኣ ተበልካስ ኣብ ሊብያ እሱኸ እንታይ ንምስክርነት ሂቡ ባዕላ ደው ኢላስ ከምዚ ከምዚ ከምዚ ኢላትኒ እምበር ኣነ ርኢኒ ይበልክዋን ኢሉ እንታይ ኣኸ ዘርብላ ወጅጋ ናኣኪ ዝሓንቲ ዝጽብሑ ኣለዉ ቀዳማይ ጂሚ ኣርእዎም ኣለዉ ቀዳማይ ኣስሚዕዎም ኣስሚዕዎም ኩሉ ሰብ ሰሚዕዎ ኣብ ቲክቶክ ቀዳማይ ቅድሚ ሳሙን ባላ ጂሚ ስሚዕዎም ካበይ ኣምፅዎ እዚ ካበይ ይምፅዎ ያው ጆጋ ንዓርከይ በዚ ተሓስብ ተሃሊኻ በዚ ተገዲስካ ቶፒክ ሂብካ ትዛረብ ተሃሊኻ ኣነ ይተሓዝ ኣነ ዘለኒ ዘገድሰኒ ዘሎ ኣዝማሪኖ እሳ እሳሲ ኣብ ኣሜሪካ ኣላ እ፣ ኣብቲ ናብ ፖሊስ ድማ ከይዳ ነይራ እ፣ ሓስያ ዋላ ንዕኦም ኣጀንዳ ሂባቶም ነቶም ፖሊስ ማለት እዩ ሓሲኻ ንፖሊስ ኣብ ስራሕ ምእታውን ድሕሪኡ ንሰባት ከኣ ነቲ ሓግዘኒ ዝበልካዮ ሰብ ከኣ ኢዲተር ጌርካ ምጽላምን ዋጋ የኽፍል ምዃኑ ክነርኢያ ኢልና ኢና እምበር ኣነ እንታይ ከይነ እሞ ኣብዚኣ ከይነ እንዴ ተቐቢለያ ኣብ ቅድሚ ሰበይተይ ከይነ እያ ተቐቢለያ የናሳ ገድፋኒ ይብለካ ኣለኹ የናስ ስኒ ኣነ ንስኻ ንፈልጦ የናስ ከምዚ ብቕንዕና ክሕግዛ ተዘይተበጊሱ ብከምዚ ብህልኽ ብለካ ኣለኹ የናስ ኣይገድፋኒ ሎፎ ካልእ ስኻ ጥሬዛ የናስ ኣይገድፋኒ ዋይ እንተልካ ንኻ ጉሚ ማጽዕታ ክትወስድ ኣለዋ ሺዝ ላየር ዝዳለኻ ሕማቅ ነገር ክጋጥማ ገለ ማዴ ኮን ቁቡ መግዛእታ ውስዳላ ሰብ ብቅንዕና ክሕግዘካ ተበጊሱ ቴንኪዩ ትብሎ ተክኢልካ ተዘይክኢልካ ከኣ ኣፍካ ኒንካ እንታይ እንታይ መወጨጋ እናርገ ስኻ ሕጂ ሓድሽ ኒው ፓርትነር ዲኻ ቲክቶክ ወይ ፋራ ዲኻ ስኻ ዳዛርላ ክንደይ እዚ ኮነ ንረቂቅ ሚስጢር ሲ ካልእ መጥቂስካ ድመጻኻ በዚ ንዕረቲ ግደስ ኣልያኦ ጀጋኑ ዓርከይ ኣነ ክሳቅ ጥራይ ኣይርክብ ካልእ ብዛዕባ እዚኣ ከማን ክዛረባ ነይሩ ግዜ ከማን ክህባ ኣይደልን ይጥዓሰለይ ንዓን ግን እንታይ ይብለካ ኣለኩ ነታ ኣጀንዳ ጀሚራታ ኣላ ሕጂ እንታይ ጀሚሮም ኣለዉ ሓንቲ ክርስትያን ሓፍትና ተታሒዝዋ ጓል ትግርኛ እዘን ደቂ ትግርኛ ክህረማ ኣለወን ንዑ ነቲ ትግርኛ ንምህራም ነቲ ክርስትያን ሕብረተሰብ ንምህራም እያ በቃ ራቲ ወዲ ወዲ መን ኣሎ ወዲ ሓጂ መፅዩ እዚ ሸኽ ገለ ትብሎ መፅዩ ኦዚል መፅዩ እንታይ ስለ ተደለየ ቅድሚ ሕጂ እታ ናይ ሄዲ ሃገለ ትበሃል ቆልዓ ምስቲ ኪንግ ጀዲዳ ኢልኩም ኣምጺኹምልና ነዛ ሰባት ጽልል ቀሪምኩማ ሕጂ ከኣ እዚኣ መን እያ ክትብላ ገለ ዮርዳኖስ እዚኣ ሓሙሽተ ሽም ኣለዋ ጽንዓት ወጋሕታ ቅሳነት ርግኣት ዋ ዓባ ኣነ ፈልጣያ እየ ድብል ሰብ እስከምጻለይ ምስ ቲክቶክ ኣነ ፈልጣያ ምስ ተማሂራ ወይ ዓብያ ኮን ዝብል እስከምጻለይ የለን ክበቅያ
እምጻለይ የለን ዝፈልጥ የለን ንባዕላ ኤኣይ እያ እሳ ምሽ እቲ እቲ ሓሳባ ዘይኮነ ወይ ቴዲ ትገብሮ ንባዕላ እሳ ኤኣይ እያ ተመሊኣ እያ መፅያ ዋልዛ ሮቦት ወክምቲ ዝበፅሓናዮ ተቓላ ትግራወይቲ ኣምሓረይቲ ድያ ገለ እያ ካብቶም ጀበርቲ እያ ድማ ማለት እዩ ላ
ባይ ከምቲ ዝበሃል ማለት እዩ መጋሓታ ግን ኤርትራዊ ጀበርቲ መንእሰይ ባይ ትኹን ጀበርቲ ትኹን ምስሊም ትኹን ገለ ትኹን እቲ ከይዳቶ ዘላ እዩ ብቀደማ ጀሚርናያ ዝነበርና ናይ እቲ ምስሊም ኮነ ኢልካ ከምዚ ትብሎ ዘለካ ንክልተ ሙስሊምን ክርስትያን ንምበኣስ እዩ ምክንያቱ ኣብይ ሓንቲ ስሳዕ ዘላቶ ኮይና ኢና ኮነ ኢልካ ሓድነት ናይ ኤርትራ ናይቲ ምስሊምን ናይቲ ክርስትያን ከመይ ጌርካ ተበኣሶ ማለት እዩ ንዓይ ክትንኪኑ እሞ ኣነ ከዓ ይፈልጡን እዮም እኮ ኣነ እኮ መደረጋሐ ግደ ሰብ ተንኪፍኒ ከይተተንከፍኩሲ ከመይ መሬት ጨቕጨቕ ኣብላ ይፈልጥ እየ ማለት እዩ ሕጂ እዛ ሰብ እዚኣ ኮይዳቶ ኢልካ ተዛረብካ ንስኻ ካብዛ ቲክቶክ ቀዳማይ እዛ ንዓኻ ክረኽቡ እዮም መፅኦም እዚኣ ካልእ ዕላማ የብላን ዋ እንታይ ኢኻ ትዛረብ ዘለኻ ነዚ ነዚ ኣናላይዝ ዘይንገብር ተኮይንና የለና ዋ ዘይተዓፅቆ እዚ ቲክቶክ ዘይትጎርፎ በቃ ዳሲት እንታይ ኢኻ ወቸጋኑ ወቸጋኑ ሓግዘኒ ኢለካ ወቸጋኑ ተሓባበርኒ ኢለካ ወቸጋኑ ከምዚ ኢለካ ሓጊዝካያ እዚ ማለት እዩ መነረጋሕ ዓርጉ መንደረጋ በቃ ካላስ ካልእ የብሉን ካብኡ ዘፍሊ የብለይን ከምዚ መንደረጋ ንዓንቓን ዕድላ ብውን ጀጋ ንዓኪ ኣብዚኣ ኣይተዘርበናዘርያ ተዛረብ ብራዘር
ተቐይምና እንዲ ኣለና ኣብቲ ሩስን ኩናት ክእተኹም ኩላ ካብ መጀመርያ ነቲ ናይ እምነት ተፅርፎ ዝነበረት ንዓኣ ሕዞ ምስ እትዘራረብ ከምዝነበረት ኣብኡ ከምዝፈለጠቶ ተረዲእካኒ ነተን ምስኡ ኮይና ትዕሎ ዝነበረት ብድሕሪኡ ማለት እዩ ድሕሪ እቲ ኩነታት ምስኡ ኮይና ኣብ ላይፍ ኮይና ትዕሎ ዝነበረት ኣብ ላይፍ ኮይና ሞደራተር ሂባ ንዕኡ ትዕሎ ብሙሉእ ነዚኤን ሕዝ ኣቢልካ ኢኻ ናብታ ኖቨሊስ ተረክባ ወላ ሓንቲ ካልእ ወላ ሓንቲ ምሳ ደረት ሃላልኽ የብልካ ደደዋውል የብልካ ደዘራርብ የብልካ ብዛዕባ እዚ ከዓ ካብ ሕጂ እኒ ኣጀንዳ ገለ ትግበሮ ወላ ኣብ ዝኾነ ገዛ ኮይኖም ይዛረብሉ ኣይትዛረበሉ ኣብኣ ክልካ እዚኣ ትሕካ እዚኣ ጥራይ ስጥመትካ እዚኣ ጥዕና ኣነ ናብ ሞት ካርኤና ብራዘር ኣነ እንታይ እዩ ኩሉ ግዜ ድምፅ ኣለኒ ወዲ ፅናዕ ፅናዕ ወቸካ ናዓርገ ቴንኪ ዋዛሪ ሓወይ እንታይ እስከ ብለካ ደሊ ኣነ እብሎ ኣለኹ ቅድሚ እዚ ነለልካ ሽሕን ክልተ ሚእቲ ሰብሲ ነዚ እንድሕር ተገዲሱ ዛርብላ ሃልዩ ወጀጋ ናዓርቂ ኣነ ኣይተሓዝሊ ኣነ ንባዕሊ ኣብዛ ናይ ኣዛሪ ሓሳብ እየ ተሰማዕ ምክንያቱ ክስሕቅ እየ ዋላ ይነጊረ ከምዚ ስራስ ክልተ ዓመት ሙሉእ ክንዛረብ ኮለና ሲ ዋላ ዋላ ኖርማል ዕላል ሰብ ንጽሕፈልካ ቴክስት ሲ ንስኻስ በቃ ኣለኻ ኣብቲ ስክሪን ስለ ዘለኻ ቁሚ ስለ ዘለኻ ቀዳማይ ኣታ ክትግበር ሓን ነገር ናሓተካ እያ በዓል ጸጋይ ዝነበሩሉ ገለ ዝነበሩ ሰለስተ ሽሕ ሰብ ሲ እንታይ ኢላትኩም ዝዝክሮ ዝኾንኩም ላ ኣውርዶም ንኹሎም እሞ ዝኾነ ነገር እሞ ነዚ ክግምት ዘይክእል እዚ ሕብረተሰብና ወይ ነዚ ኣናላይዝ ክትገብሩ ዘይትኽእሉ እዮም ከም ሰባት ንሓደ ትኸሶ ዘለካ ሰብሲ ሞደሬተር ሂብካ ምሳኻ ክፍቶ ብሎም መን እዩ እዚ ፅናሕ እዚ ፊሊ ፊሊ ፊሊ ሲ ፊሊ እዚ ፊሊ ኤርትራዊ ዝብል ሲ ኣብ ላይፍ ምስኦም ደይቡ ነይሩ ሕቶ ክሓታ ንጀመረስ ንዝሓገዘኪ ዲኺ ስኻ ኣታክ ትገብሪ ምስ በላስ ንዓስ ከውረድ ኢሉስ ኣውሪድዎ ኣብ ገዛ ኣብ ላይፍ ናታስ ሞደሬተር ሂባስ ተዛርቦ ነይራ ነቲ ነቲ ዝኸሰሰኮ ሰብሲ ንኹላንቲ ግሒጥዋ ሱዳን ንኹላንቲ ኣፅሪዋ ዋ ሙናዓባታ ጀጋና ዓርከይ እንታይ ትዛረብ ኣለኻ ነዚኣ ነዚኣ ነዚኣ ሕጂ እንታይ ምስልኩም ነዚኣ ናይ ኢዳ ክትረክብ ኣለዋ ግን ሓደራ ነቶም ነዚ ንዓ ብሰንካ ንብሰንካ ግን ነተን ካልኦት ኣሕዋትና ከምዚ ክንብድለን ንዐአን ምሕጋዝ ክንገድፎ ገለ ገለ ከይትሓስብዮ ራሲ በቃ ምስ ኣሕዋትና ምስተን ትግርኛ ምስተን ክርስትያን ገለ ክተባእስ እሞ እንዳሞ ሕጂ ሽዑ ሸኽ ርዕቡ እድሪስ እ፣ መጺኡ ይፈልጥ እንድዩ ጽናሕ ኣብዚ ኣብዚ ኮይኑ ይከታተል እወ ኣሎ ጽናሕ ማ- ኣለና ና- ምክንያቱ እቲ ዕ- ዕላሙ ስለዚ እሱ ስለ ዝለኣኻ እንታይ ሃሪሙኒ ይኸይድ ኣሎ እዚኣ ሃሪሙኒ ስምዕዋ ሃሪሙ እዚኣ ዕላሙ ተወካል ሃሪሙ ዕል ትኸይድ እዚኣ ስምዕዋ

ንሲኻትኩም ኣብ ዜሮ ሰዓት ፈኺኽ ከም ዝበልክዮ ኣብ ባዕዲ ባዕልኺ ዝበልክዮ ጥራይ ክዳነይ ዝስደድ ኩሉ ከማን ኣለኒ ዘይግድሰኒ ዝበልክዮ ንሲካ ካኣ ሎሚ ጥራይ ክዳንኪ ዝሰደድክዮ ክዳናት ነገራት ኣሎ እዚውን ክወጽእ እዩ እንተ ግዴታ እንተኺይኑ ኣብ ፔጅ ናተይ ኣይወጽእን እዩ ላኣን ናተይ ናይ ትምህርቲ ዓቢ ስለዝኾነ መድረኽ ዓቢ ናይ ትምህርቲ ስለዝኾነ ልዕሊ ዓሰርተ ሺሕ ዓሰርተ ልዕሊ ዓሰርተ ሺሕ ሕክሎውን ይገብርሉ ኣለው ሓምሽተ ሺሕ ካኣ ኣንተለኒ ተመሊኡ ኣሎ እዚ ብዙሕ ክሳይ ስለደለዎ ኣብ ከምዚታት ኣይውጽእን እዩ ናይ ትምህርቲ ስለዝኾነ ብዙሓት ሰባት ትምህር ስለደለኹም ግን ኣብ ካሊእ ፔጅ ጌርና ባሕጺሩ ኩሉኹም ሰሚዒኹም ኢኹም ከምዚ ገይሮም የሳቐይዎም ከም ዘለዉ ማለት እዩ። እቲ ዝብላ ዘሎ እንድሕር ዝኾነ ተዛሪብኪ መስሊም እታ ጓል ምስ ኣበየት ማለት እዩ መስሊማ ነይራ ኣነ ክብል እየ ምስ በለት ዝኾነ ኢልኪ ቃል እንተተዛሪብኪ እቲ ቪድዮታት ናትኪ ሸር ክብሎ እየ ዝብላ ዘሎ እቲ ሸኽ ኢድሪስ እቲ ናቶ ማለት እዩ ሸኽ እናበልካ ማለት እዩ ሸኽ እናበልካሲ እጂ ባይዘወይ እዚ ማለት ጊን ንስኺ ስለዝተላእኪ ስለዝገደዱኺ ስለዝተታሕዘኪ ምሕረት ዝባሃል የለን ኣብ ናብ ፖሊስ ከይድኪ መን ሊእኽኪ ንምንታይ ዕላማ ከምኡ ጌርኪ እናሓገዝኩኺ ምስ መን ከንኪ ኣቃናቢርክዮ መን እዩ ንዓኺ ኣብ ከምዚ ደረጃ ኣብፅሒኪ ሓደ ካልኣይ ከዓ ንፖሊስ ከዓ ዘይከውን ሓበሬታ ከም ዝሃብኪ ተታሒጅኒ እናበልክሲ ናይ ሰብ ናይ ሰብ መሰል ናይ ሰብ ግህሰትካ ትፍፅሚ ከም ዘለኺ ነውራም ምኻድኪ ድማ እቶም ፖሊስ ክፈልጡ ኣለዎም። እዚኣ ተወዲኣ ተዛረቡ። እወ እንታይ እዚኣ እምበር እዚኣ ሕሳብ ካብ ገዛርብ ዛረብ ኣዘራር ኣጨቅሚ ገዛርብ ተዛረብ ኣዘራር ኖ ፕሮብሌም እንታይ ክብለካ ደልየስ ከኣነስ አ፣ ካብ እምነታ እዚኣ ሰብ እዚኣ ተንቀሳቒሳ ካብቲ ናይ ኣቡኣ ናዲያ ዝጸንሓ እምነት ተዋህዶ ተንቀሳቒሳ ሙቭ ገይራ ሸሃዳ ተቐበለት ሰብ ወይ ከምዚ ምስልምና ዝተቐበለት ሰብሲ እንደገና ናብቲ ዝነበርኩ ሃይማኖት ተመሊሰ ክትብለካሲ ዋላ ብስጋዊ ዓይኒ ድዩ ዋላ ብመንፈሳዊ ዓይኒ እንድሕር ርኢኻያ ዋ እንድዒ ንዓይ ቅንዕቲ ኣይኮነትን ኣነ ባክግራውንድ ናይዛ ሰብ እዚኣ ይፈልጥ እየ ባክግራውንዳ ኣይፈልጥናን እዩ ሙስሊማ ነይራ እንደገና ናብቲ ክርስትያን ተመሊሳ ሕጂ በዓል እዚ ሸኽ ገሎ ትብሎ ዘለኹም እዚ ሸኽ ኮይኑ ሃይማኖት ንሕድ መርሕ ኮይኑ ዝትሪኦ ዘለኹም ጁፍጁፍ ጥስጡስ ለሓስሲ እዚ ኣጀንዳ ክበካ ኣብዚ ምጪሲ ዋ ዒስራ ሞት ይብለካ ኣለኹ ዒስራ ሞት እሞ ምስልምና ተቐቢላ ባክ ድገበረት

ነዚ ኩሉ ሒዝና ናብታ ናብታ ዝኸደታ ናብ ፖሊስ ክነብጽሓ ኢና እቲ ትገብሮ ዘላ ናተይ ከላይ ማለት እዩ እታ እታ ገመድ ሰማዕከ ትብላዕ እንዳ እንዳ ፍለካ ደኒ ኣዝማሪ መሲልካ ወጀጋና ዓርኪ ኣይ ቲንክ ሶ ሚት ኢኻ ጸኒሕካ ደላቶ ኣድራሻን ገለን ተረኺቡ ስለ ዘሎ ሲኑዕ ጥራሕ ኮንታክት ግበሮ ኣብዚ ምዝራብ ዲቴል ኣይደልን እዩ ግደፋ ንዓሊቪር ግደፋ ኣነ እብለካ ከለኹ ጸ ዳር ኣብ ከምኡ ትበጽሕ ኮይና ከም ሲሪየስ ነገር ኢና እስከ ገለ ምጸና እምበር ድሕሪ ሲሪየስ ሒዛቶ ሲሪየስ ክንሕዞ ኢና
ካላስ በቃ ካላስ እጅም ሶቦ ወጀራ በቲ ቀሊል ኣተሓሳስባ ድሓ ንኺድ እንድሕር እቲ ኣተሓሳስባ ኣኽቢድናዮ እሳ እውን ኣብ ስቅያት ኣብ ገላ ክትኣቱ ስለ ትኽእል ኣብዚ ኣለና ሰባት ሽዱሽተ ሰብ ኣለና ላይፍካ ዝርእይዎ ዘለዉ ሽሕን ክልተ ሚእትን ሰባት ኣለዉኻ እታ ኣነ ሰሪሐ ዝህበካ ብውሽጢ ኣብዛ ሽሕን ክልተ ሚትን ሰባት እንድሕር ሸር ጌርናያ እንታይ ዓይነት ኢሞሽናል እዩ ንዓኣ ክመጻ ኣብ ምንታይ እያ ከ ተጻዊታ ዘላ እሞ ከኣ ኣብ ዓዲ ሕጊ እንኮላ ከቢድ እዩ so ንዓኣ እዩ ክገዳ ከምዚ ኢልካ እንተ ትጀማልካ። ኣነስ ኣዝማሪኖ ሓወይ እንታይ ኢለዮ ኔረ መሲልካ ብገርሂ ኣነ ኣምላኽ ሰናይ ድዩ ንዓይ የዛርበኒ ድዩ ብገለ ብገለ ኢዩ ዝዕሾ ክብለኒ እዛ ሰብ እዚኣስ ኢለዮ ካብ ኣብዚ ሾሻል ሚድያ ዘሎ ኩሉ ሰብሲ ኣነ እፈልጣ ኢየ ወይ ምሳይ ዓብያ ወይ ኣብ ከምዚ ቦታ ኣብ ኤርትራ ኔራ ዝብል ሰብስ ሓደስ ገምጹለይ no one no one ጥርጠና ካልኣይ እንተ ትግራወይቲ ኢያ እኮ ኢሎማ ሰሚዐላ እንድያ ጽናሕ ኣንዶ ታይ ይፍዓል ዲያ ኣይኮነት ናይ ገድሰ ን ሓንሳብ ብራዘረይ ን ጽናሕ ንዓይ ሓሳብ ሓሳብ ኣይኩዳኣንን ዲያ ኣይኮነት ናይ ገድሰ ዋላ ጀማይካ ይትኩን ግን ኮምኡ ክትብል ኮላ የላን ቀዳማይ ነገር እንታይ ኢና ክንሓስብ ዘለና መሲልካ ኣነ ናተይ ኢሉ ናተይ ሓሳብ ነይ ዘቀምጥ ሰለስተ ሽሕ ሰብ ኣኪቡ ጅራሉ እንታይ ኢልዋ ንዓ በቃ ግደፋ ስጋ ስኻ ውን ኣይትሓዝሉ ክንዓርቀኩም ኢና ብሰላም ፍትሕዎ ሽግርኩም ኢልዋ ነዛ ሰብ እዚኣ ሰለስተ ሽሕ ሰቆሎ በዓል ጸጋይ ገለ መዓት ሰብ ኔሮም ኣብቲ ላይቭ ኣብቲ ጌስት ምስኡ ደይ እየ በእንታያ ኮይና ኢለ ኣምዚራ ከላ እዚኣ ትላገጽ እያ ዘላ ምክንያቱ ትማል ትማል ናሀጂኩም ትብላ ዋላ ሚሂር ትበሃል ምስ ሓደ ኪንግ ጀዲዳ ገለ መለ እዚኦም ሰባት እዚኦም ዋዮ ምስ ክርስትያን ኣሕዋትና መመጺኦም እዚ ግጭት እዚ ኣብ ክልተ ወርሒ ሰለስተ ወርሒ ዘምጹልና ዘለዉ እንታይ እዩ እቲ ጸገሞም

ብሕጊ እምበር ትሕዛ ሲርየስ ዝኾንካ ትሕዞ እዚ ነገር እዚ ሕጂ ሰብ መጺኡ ሓሳብ ናቱ ከቐምጥ ገለ ይኮነ ንሕና እውን ኮ ሰባት እኮ ኢና ካብኣ ንላዕሊ እኮ ኢና ማነጅ ንገብሮ ነዚ ነዚ ማስ ሜድያ እኮ ካብኣ ንላዕሊ ኢና ክንቅልሶ ንኽእል ኣይኮነት እዚኣ ናይ ትማሊ ዝመጸት ቆልዓ ካልኣይ ወዲ ጀጋኑ ኣብዛ ዝሓለፈት ናይ ሙስሊምን ክርስትያንን ተቢዑ ነታ ንሱ ዝኣምነላ እምነት ነታ ንሱ ዝኣምነላ መዓልቲ ደው ስለ ዝበለ ክህረም ኣለዎ እንታይ ደኣ እንድሕር ኢልኩም እዚኣ ከማን ክገርመካ ነቲ ሞስሊምን ክርስትያንን ምህራም እዩ ንወዲ ንወጀካ ኣጀንዳ ጌርካ ነቲ ሞስሊምን ክርስትያንን ድሬክ ምውዋይ ሽግር ምፍጣር እዩ ንሕብረተሰብ ኤርትራ ጉደፎ እሞ በቲ ምቅዋም ምድጋፍ ገለ ተፋላልዮ ነበረስ እሱ ከም ኣጀንዳ ጠፊኡ ተሪፉስ ብእምነት ከዓ መፅኦም ሕጂ ቀንዲ ዝዓበየ ሽግር ናይ ፖለቲካ እንታይ እንድሕር ኢልኩምኒ ሪሊጅን እዩ ስለዚ ቁጨጋ ንዓርከይ ነዚ ወዲ እዚ ነዚ ማሪና ርኸቦ ኣነ ፅፍፍረይ ንደይ ምስ ፀገም ዝበሃል የብለይ እቲ ትሩል ተኸቲልካ ከዓ

ካብኡ ዝበለጸ ካብኡ ዘበለ ግን ኣብዚ ማስሜዳ ብዛዕባ እዚ ክዛረበኩም ወይ ገለ ኣመልሲ ክበካ ገለመለ ፍጹም ኣይትሕሰብዎ ኣይ ኣይትሕሰቡ ንሃይም እዚኣ ናይ መወዳእታ እያ ማለት እዩ ግን እቲ ንጎ ንኸዶ ናይ ሕጊ ግን ዝኾነ እንተሎ ግን ግድነት ኢና ክንመጽእ ኣብዚ ኣነ ወዲኤ ኣለኹ ኣሕዋተይ